ሕራይ ክቡራት ተኸታተልቲ ከመይ ውዒልኩም ናይ ሎሚ መደብና ፍልይ ዝበለ እዩ ኣሜሪካ እስራኤልን ሕጂ ድሌቶም ሙሉእ ንሙሉእ ርኡይን ንጹር እንዳኾነ መጺኡ ኣሎ በቲ ድሌቶም እንዳተቐየረ እንዳተቐየረ ሕጂ ናበይ ይኸይድ ኣሎ ዝሕብረና ፕሮግራም እዩ እዚ ፕሮግራም ንኹሉ ኣፍልጦ ንክኸውን እዩ ኣሜሪካውያን እንተድኣ ዝደልዩኻ ኮይኖም እስኻ ድማ ንዕኦም ኣሚንካ ኩሉ በቲ ሳቶም ዝደልዮ ትኸይድ እንተድኣ ኮይንካ ዓሻ ኢኻ ስለዚ ኣሜሪካ ሓንቲ ነገር ክትክብል ካላ ንስኻ ክትጥንቀቅ ኣለካ ኣሜሪካ ምድናቅ ንዓኻ እንተ ጀሚራ ክትጥንቀቅ ኣለካ ኣሜሪካ ብባህሪኣ እንተ ደልያትካ መጀመርያ ንስኻ ንዓኻ ብቃ ገለ ገለ ትብል ክሳብ ኣብቲ ኢዳ ኣቲኻ ናብቲ ካብቲ ቁፅፅር ወፃኢ ክሳብ ትኸውን ማለት እዩ ስለዚ ምስ ኣሜሪካ ዝግበር ማንኛውም ነገር ብጥንቃቐ ክረኣይ ዘለዎ እዩ፣ ጠለምቲ ስለዝኾኑ ማለት እዩ ክልቲኦም እስራኤልን ኣሜሪካን። እዚ ፕሮግራም እሱ ዝተመልከተ እዩ። እስከ ንረይ እዚ ውግእ ክጅምር ከሎ ናይ ገልፊ ሃገራት ኩለን ምስ ኣሜሪካን እስራኤልን እየን ጠጠው ኢለን ነይረን። ሕጂ ኢራን ኣብ ሰለስተ መዓልቲ ሕምሽሽሽ ኣቢሎም ተዓዊቶም ኣብ ኢራን ወይ ተኢራን ሙሉ ንሙሉ ምጥፋእ ወይ ድማ ንምምቕቓል ናብ ዓሰርተ ቦታ እሱ እንተዘይተኻእሉ ድማ ናቶም ተኣዛዚ ዝኸውን መንግስቲ ንምቕማጥ እዩ እቲ ዕላማ ዝነበረ እቶም መራሕቲ ምስ ተቐተሉ በቃ ሙሉ ንሙሉ መንግስቲ ኢራን ክብተን እዩ ኢድ ክህብ እዩ እቲ ህዝቢ ሰላማዊ ሰልፊ ክገብር ኢሎም ሓሲቦም ነይሮም እሱ ከይኮነስ ብግምጣሉ ኣብ ልዕሊ ኣሜሪካ ብታሪኽ ተራእዩ ኣብ ዘይፈልጥ ሰላማዊ ሰልፊ ተኻይዱ ኣሎ። ህዝቢ ኣሜሪካ ከምዚ ንመራሒኡ ከምዚ ክጸልእ ኣይተራእየን። እዚ ተራእዩ ኣሎ። ኣብ እስራኤል እውን ልክዕ ከምኡ እቲ ንኢራን ዝሓሰቦ ኣብ ልዕሊኦም ተገምጢሉ ማለት እዩ። ስለዚ እቲ ውግእ ፍሹል ውግእ ከም ዝነበረ የዕናዊ ከም ዝነበረ፣ ኣሜሪካ ሙሉእ ንሙሉእ ዝተሰዓረትሉ ሓያል መንግስቲ ዝነበረት ሕጂ ወሪዳ ማንም ዝጸርፋ ኮይና ኣላ። በዓል ጀርመን ጸርፏ ጀሚሮም ኣለዉ። በዓል ጃፓን ኪድብያ ይብልዋ ኣለዉ። እንግሊዝ ኩሎም ኣውሮፓ ፈረንሳይ ኩሎም ብያ ብያ ኢሎማ ስለምንታይ እቲ ውሽጣዊ ዓቕማ ተፈሊጡ ማለት እዩ። ስለዚ ውርደት ዝተከናነበትሉ ኩናት እዩ ማለት እዩ ሕጂ ኣሜሪካ እቲ መጀመርያ ክትኣቶ ከላ ክልክዕ ከምቲ ናይ ቨንዙዌላ ናይ ኢራን ነዳዲ ንምቁፅፃር እዩ እስራኤል ድማ ንኢራን ብጣዕጣዕ ኣቢላ ናብቲ ዋና ጉዳያ ንምታው እዩ እሱ እውን እዚ ናይ ዓረብ መሬት ተቆፃፂርካ ዓባይ እስራኤል ናይ ምምስራት እዩ። ሕጂ እቲ ንሳቶም ሓቢኦሞ ዝነበሩ ተንኮል ሕጂ ምስላጥ ኣብዩ። ምስላጥ ምስ ኣበየ እንታይ ገይሮም ኢራን ንገልፍ ሃገራት ክትሃረም ከላ እሳቶም ግብረ መልሲ ኣይምልሱን እዮም ነይሮም። እቲ ዝደለይ ዝነበራ ኢራን ክትሃርሞም ከላ ንሳቶም ግብረ መልሲ ክህቡ እዮም ነንሕድዶም ክበሃሉ እዮም ንሕና ኮፍ ኢልና ክንርኢ ኢና እቲ ሽዑ እዩ ነይሩ ግን ናይ ገልፍ ሃገራት ንፉዕ መራሕቲ ስለ ዝነበሩ እዚ ኩናት ከይዋዋዕ ጸጥ ረጥ ኣቢሎሞ ስቕ ኢሎም ማለት እዩ ስቕ ኢሎም ሕጂ እንታይ ገይሮም ካብ ዒራቅ ኮይኖም ምህራም ጀሚሮም እስራኤላውያን ኢራን ትሃርም ኣላ ክበሃል ግን ተፈሊጡ ተገጢሙ እቲ ሽዑ ንሽዑ እሱ ፈሺሉ ማለት እዩ። ስለዚ ሕጂ በቲ ስውር ዝሓሰብዎ ነገር እምቢ ምስ በሎም ትራምፕ ሕጂ ሓድሽ ነገር ሒዙ መጺኡ ኣሎ። ንዕራብ ሃገራት ወሲካ እስልምና ሃይማኖት ተኸተልቲ ሃገራት ብምሉኦም እዚ ስምምዕ ምስ ኢራን ዝግበር ዘሎ ስምምዕ ፅቡቅ ደረጃ ክበፅሕን ክንሰማማዕ እንተዳ ደሊኹም ንእስራኤል ኣፍልጦ ሃብዋ ፍልስጤን ረስዕዋ። ናይ ኣብርሃም ውዕል ፈርሙ ዝብል ኣገዳዲ ነጥቢ ሒዞም መፅኦም እቲ ውሽጦም ሓጢኦሞ ዝነበሩ ሕጂ ጋህዲ ኣውፅኦሞ ኣሎ እዚ ሕጂ ንእስራኤል ኣፍልጦ እንተዳ ሂቦማ ንፈለስጤን እቲ እፍልጦ እንተዳ የሕዲጎማ እንታይ ክኸውን ማለት እዩ እስራኤል እቲ ዝትደልዮ ነገር ተዓዊታ ማለት እዩ በቃ ኣፍልጦ ሂቦም ኣለዉ ስለዚ እስራኤል ትበሃል ሃገር እንተ ኣላ ድማ መሬታ ክሳብ ኣየናይ ከም ዝኾነ ፍሉጥን ንፁርን ገይራ ኣላ ማለት እዩ ስለዚ ሕጂ ትራምፕ እቲ ሓቢእዎ ዝነበረ ነገር በዚ መንገዲ ምስ ኢራን ክንሰማማዕ እንተ ደሊኹም ንስኻትኩም መጀመርያ ምስ እስራኤል እዚ ግበሩ ዝብል ናይ ፈራዓት ምኽንት ሒዙ ቀሪቡ መፅኡ ኣሎ። ሽዑ ሽዑ ፓኪስታን ብሓያል ብሓያል ብሓያል ዝኾነ ተቃውሞያ ኣስሚዓ መልሳ ማለት እዩ ስዑዲ ዓረብያ ውን ኖኖ ንሕና ነዚ ኣይንገብር ኢና ኪድ ብያ ካልኦት ሃገር መልሲ ኣይሃብዎን መልሲ ኣይሃብዎን ኣዝቅጠም ኣብሎም እዚ ንትራምፕ ዓብይ ውርደት ኮይንዎ ካልኣይ ዓብይ ውርደት ካልኣይ ዓብይ ውርደት ኮይንዎ ኣሎ ምክንያቱም ከምዚ ኢሎም መልሲ ክህቡና እዮም ኢሎም ብፍፁም ሓሲቦም ኣይፈልጡን እዮም ዑማን ንዖማ ብፍላይ ንሕና ከይፈቀድናልኪስ ምስ ኢራን ንምንታይ ክትዘራረቢ ምስ ኢራን ንምንታይ ክርክብ ትገብሪ ዝብል ታህዲዳት ጀሚሮም ኣለዉ ክነሃርመኪ ኢና ከነቃፅለከ ኢና ከምዚ ንገብር ኢና መዓት መዓት ዘረባ እዩ ዘሎ ግን ኣይገብርዋን እዩ ስለምንታይ ክሓስሩ ኣይደልዩን እዮም ሕጂ ዓቅሚ የብሎምን እዮም ግን ታህዲድ እዩ በቃ ታህዲድ ጌርና ጸቅጢ ንገብር እቲ ዝሓሰብናዮ እቲ ሓደ ስቴፕ እንተውሓደስ ሒዝና ክንወጽእ ኣለና ዝብል ግምት ጌሮም እዮም ግን እዚ ፍሹል ፍሹል ተግባር ምስ ወደቅካ ዶርሆ ምስ ተሓረደትስ ክሳብ ትመውት በቃ ፍርገጽገጽ ትብል በቃ ገለ ትብል ኣብ መጨረሻ ዘፍያ ትብል ልክዕ እያ ሕጂ ኣሜሪካ ፍርግጥጥ እያ ትብል ዘላ ሕጂ ፈርገጥገጥ ናብትን ናብትን ናብትን ናብትን እያ ትብል ዘላ ብዙሕ ሓሳብ እያ ትምፅእ ኢራናውያን ግን ኣብቲ መትከሎምን ኣብቲ መርገፆምን እዩ ዘለዉ ነቀይ ኣይበሉ ለን ካብቲ መርገፆም ገሊኦም መፅኡ ኢራን ከምዚ ኢላ ፈሪማ ብሉ ኒኩለር ኣይሰርሐን የላትና እቲ ዘበፀገቶ ክትበናያ መዓት ዘረባ ዝዛረቡ ዘሎ ኢራን ግን መርገጺኣ ሓንቲ ሒዛ ሳዓሪ ስለ ዝኾነት ጎብለል ስለ ዝኾነት እቲ መርገጺ ሒዛ ብኡ ትኽ ኢላ ትኸይድ ገና ኣሜሪካ ሕጂ እዚ ኢላ ኣላ ካልእ ክንሰምዕ ኢና ማዓት ሃለውለው ኢና ንሰምዕ ማዓት ማዓት ማዓት ሃለውለው ክንሰምዕ ኢና ምክንያቱ ዓቕሊ ጽበት ብዙሕ እዩ ዝዛረብ ውርደት ስዕረት ብዙሕ እዩ ዝዛረብ ከም ኣሜሪካ ዝመሰለ ዓባይ ሃገር ክትዋረድ ከላ ብጣዕሚ እዩ ዘሕፍር ስለዚ ብዙሕ ዘረባታት ክንሰምዕ ንኽእል ኢና። ብዙሕ ብዙሕ ዝተፈላለዩ ነገራት ክንሰምዕ ንኽእል ኢና። እስራኤል ሕጂ ምስ ቱርኪ ንቱርኪ ክንሃርማ ኢና ትብል። ንህዝቡላህ ንሓማስ ከተጥፍእ ዝየኸኣለትስ በዓል ቱርኪ ክትዋጋእ ክትፅዕር ክትሓስብ ከላስ በቃ ሓያለ ክትበሃል ጥራሕ እያ ትደሊ። የለን የለን ሓይሊ ዝባሃል የለን ሓማስ ሓማስ ኣብ ጥቓኣ ኮፍ ኢሉ ክሳዕ ሕጂ ሓንቲ ነገር ኣብ ዘይትገብረሉ ደረጃ እያ ዘላ ኣብቲ ጎራጉድ ማይ መሊኣ ገለ መሊኣ ገለ ገይራ ዋላ ሓንቲ ዝረኸበቶ ነገር የለን ኩሉ ፈሺሉ እዩ ግን እዚ እንታይ እዩ ዘርእየና ክቱር ፍሽለት ናቶም ኩቱር ፍሽለት ናቶም ዓብይ ዓብይ ዓብይ ዓብይ ውድቀት የምፅእ ኣሎ። ብኹሉ ብዲፕሎማሲ ፈሺሎም፣ ብወተሃደራዊ ዓቕሚ ፈሺሎም፣ ብኢኮኖሚ ባይታ ዘቢጦም ሕጂ ብኹሉ ምስ ኣብዮ እዚ ግበሩ እዚ ክንገብር ክጅምር ከሎ እቲ ኩናት ዝጀመሮ ባዕሎም በታ ሳቶም ዝጀመሮ ውጽዋ ጥራይ እዩ እቲ መልሲ ዘሎ ሕጂ ናይ ገልፍ ሃገራት ጽቅጥ ንሕና እተው ኣይንበልናኩም ተዋግኡ ኣይንበልናኩም ባዕልኻትኩም ተዋግዋ በታት ዝገበርኩማ ንሕና ምስ ኢራን ጽቡቅ ጉርብትና ሕሸና ኣሎ እንዳበሉ እዮም ኣሜሪካ ንበይና ተሪፋ ዓለም ኩሉ ነጺግዋ ዶላራ ኩሉ ሰብ ኣይንጥቀመ እንዳበል እዩ እጂ ናበይ ናበይ ክትከይድ ከም ዝኾነት ርኡይ ንፅር ንኮና ኣሎ ክብሮ ተኸታተልቲ ናይ ሎሚ መደብና ነዚ መስል ዝተኸታተልኩምኒ የቐኒለይ ሰላም ኣሉ ምሸት ብካልእ ፕሮግራም ይረኽበና ቻው ቻው